Cars and more updated information and facts. Please subscribe to our channel.
ሰላም ንዓኹም ዝኸበርኩም ተኸታተልቲ ስማር ኔሽን ፕሮ ከመይ ቀኒኹም ኣብ ዘለኹሞ ሰላም ጥዕና እንዳተመነና ኣብ ናይ ሎሚ መደብና ኸ ክልተ ትሕዝቶታት ኢና ሒዝና ቀሪብና ኣለና እቲ ሓንቲ ንሞባይል ትምልከት ኮን ከላ እቲ ሓንቲ ኸኣ ንኮምፒውተር ማለት እዩ ስለዚ ኣብቲ ንሞባይል ዝምልከት ዝመጸና ማለት እዩ ብዛዕባ ኮል ዌይቲንግ ከመይ ጌርና ኦን ንገብሮ ዝብል እዩ እዚ ኸኣ ቴሌፎን እንዳተደዋወልካ ከለኻ ኦሬዲ እዩ ማለት እዩ ምስ ሰብ እንዳተዘራረብካ ከለኻ ካልኣይ ደዋሊ እንተ ደኣ ደዊሉ ክኣትወካ ይኽእል እሞ ወይ ትቕበሎ ወይ ትዓጾ ወይ ድማ ምስቲ ትዘራረቦ ዘለኻ ሰብ ንዕኡ ኦን ሆልድ ትገብሮ ማለት እዩ ስለዚ ምስቲ ሓደ እውን ትዛረብ ትኽእል ኦኬ ስለዚ ሰብ እንተ ንስኻ ምስ ሰብ እንዳተዛረብካ ከለኻ ብተሌፎን እንተ ካልእ ሰብ ደዊሉ ቢዚ ኢላ ኣይትዓፅኦን እያ እንታይ ዳ ይመፀካ እሞ ክትሪኦ ትኽእል ማለት እዩ ድውል ከም ደሎ ስለዚ ነዚ ከመይ ጌርና ኦን ንገብሮ ንዝብል ድማ ኣብዚ ታሕቲ ከም ንሪኦ ዘለና ማለት እዩ ኣብዛ ታሕቲ ኣኺበላ ደሎ ካብዚ ንድውለሉ ኣብኡ ንኣቱ፣ ብድሕሪኡ ኣብዚ ላዕሊ እዘን ሰለስተ ነጠብጣብ ንርእየን ዘለና ኣብኣ ንኣቱ። ድሕሪኡ Settings ትብል ትጸንሓና እያ፣ እዚኣ ማለት እዩ። ኣብ Settings ንኣቱ and then ኣብዚ ኣላ ማለት እዩ። ኣብዚ እዚኣ ንሪኣ ዘለና Supplementary Service ትብል ኣላ ማለት እዩ። መጀመርያ ኣብኡ ንኣቱ። ኦራይት ሎድ ትገብራ ኣላ ክሳብ ትኽፈት ንጽበያ። ብድሕሪኡ እዛ ንሪኣ ዘለና እያ ማለት እዩ ኦኬ ዛኺበላ ደሎ እዚኣ ኮል ዌይቲንግ ትብል ደላ ነዚኣ ኢና ኦን ንገብራ ኦኬ እዚኣ ትሪእዋ ኣለኹም እዚኣ ቀጠልያ ደላ ማለት እዩ እንተ ደኣ ከምዚ ጸኒሓትና ጠፊኣ ጸኒሓትና ነዚኣ ኦን ንግበራ ኣብዛ ኮል ዌይቲንግ ትብል ደላ ማለት እዩ ስለዚ እዚኣ ከም ዝተገርና ካልኣይ ተሌፎን ክኣትወና ይኽእል ምስ ሰብ እንዳተዛረብና ከለና ማለት እዩ። ኦኬ እታ ካልኣይቲ ከኣ እንታይ ነይራ ንኮምፒውተር ትምልከት ማለት እዩ ብዛዕባ ከመይ ጌርና ኮምፒውተር ሪሰት ንገብራ ማለት እዩ ብዛዕባ ከመይ ጌርና ሪኒው ንገብራ ልክዕ ከምቲ ክንገዝኣ ከለና ዝነበረቶ ሓዳሽ ማለት እዩ ኤቭሪቲንግ ኢሬዝድ ኮይኑ ክስታይ ትኸውን ማለት እዩ ከም ብሓድሽ ሪሰት ትኸውን ስለዚ እዚ ንምግባር ኣብዛ ድራው ንብዛ ስታርት ንኣቱ ማለት እዩ ብድሕሪኡ ኣብዚ ሴቲንግስ ራይት ኣብ ሴቲንግስ ምስ ኣተና ኣብዚላ ኣፕዴት ኤን ሴኪሪቲ ትብል ማለት እዩ ራይት ኣብዚ ዊንዶስ ኣፕዴት ድብል ደሎ ንኣቱ ብድሕሪኡ ኣብዚ ሕጂ ከም ንሪኦ ዘለና ኣፕዴትስ ኣቫይላብል ብለኒ ኣሎ ኣብዚ ንኣብነት ዳውንሎድ ግበሮ ኣፕዴትስ ኣልሬዲ ትብለኒ ኣላ ዳውንሎድ ማለት እዩ እዚ ንባዕሉ ንእግረ መንገድና ማለት እዩ ብዛዕባ ኣብዴት ናይ ኮምፒውተር ማለት ኣብዴት ክንገብራ ከም ዘለና ጥቕምታቱ ወይ እውን ስለምንታይ ኢና ንገብሮ ወይ እውን ከመይ ንገብሮ ገለ ዝምልከት ማለት እዩ ዘይረኣኹሞ እንተሃሊኹም ኣብ ናይ ድሓለፈ ቪድዮ ኣለኩም ማለት እዩ ኣብኡ ክትከታተሉ ትኽእሉ ኢኹም ንሕጂ ግን ብዛዕባኡ ዘይኮነ ብዛዕባ ሪካቨሪ ወይ ከመይ ጌርና ሪሰት ንገብራ ኢና ክንሪኡ ማለት እዩ ንሱ ከዓ ኣብዚ ታሕቲ ንሪኣ ዘለና ኣብዚ ሪካቨሪ ትብል ዘላ እውናቱ ኣብኡ ምስ ኣተና ኣብዚ ኣብዚ ላዕሊ ንሪኦ ኣለና ሪሰት ዲስ ፒሲ ትብል ማለት እዩ ስለዚ ኣብዚ ጌት ስታርትድ ንበላ ኦራይት ኣብዚ ጌት ስታርትድ ንብላ ኣብዚ ክልተ ቾይስ ትበና ኣላ እቲ ሓደ ኪብ ማይ ፋይልስ ትብል ክኾን ከሎ እቲ ሓደ ከዓ ሪሙቭ ኤቭሪቲንግ ማለት እዩ እዚ እቲ ኣፕስ ናትካ ፋይልስ ገለ መለ ማለት እዩ ከም ደሎ ይፀንሓካ እቲ ካልእ ሪሰርች ይኸውን ወይ ድማ ኤቭሪቲንግ ሪሙቭ ግበርዮ ትብላ ማለት እዩ ንኣብነት ኣብዚ እንተዳ ቾይስ ጌርና ኣብዚ እቲ ተመራፂ ሕጂ እንታይ ኩሉ ግዜ ነቲ ናህና ፋይልስ ባክ ኣብ ጌርና ኣብ ፍላሽ ይኹን ወይ ኣብ ገለ ኣግዒዝና ማለት እዩ እንተዳ ሹር ደይኮና ዝኾነ ፀገም ናይታ ኮምፒውተር ማለት እዩ ኤቭሪቲንግ ሪሙቭ ክንብላ እቲ ዝሓሸ እዩ ማለት እዩ ስለዚ ኣብዚ ንኣቱ ኣብዚ ሕጂ እንታይ ይብለና ኣሎ ጀስት ሪሙቭ ዩር ፋይልስ ኦራይት ኣይኮነን ንሕና ግን ኩሉ ኢና ደሊና ዘለና ስለዚ ኔክስት ንብላ ማለት እዩ ብድሕሪኡ ዊ ካን ሪሰት ዩር ፒሲ ዋይል ኢስ ራኒንግ ኦን ባተሪ ፓወር ትብለንላ ኦኬ እዚ እንታይ ማለት እዩ ቻርጀር ኦኬ ሱሳ ፐርሰንት ላ ስለዚ ቻርጀር ፕላጊን ክኸውን ኣለዎ ክነእትወላ ኣለና ማለት እዩ ከም ዝተይላትና ኦኬ ኣብ ሓንቲ ካልይት ኮምፒውተር ገይረ ከሪኦኩም እየ ማለት እዩ እዚኣ ትፅናሕሞ ብካልይት ኮምፒውተር ከሪኦኩም እየ ከመይ ንገብር ብድሕሪ ማለት እዩ

ክኸውን እዩ እያ ትነግረና ደላ ኦኬ ሪሰት ንበላ ሪሰት ምስ በልና ኣብዚ ከም ንሪኦ ዘለና ማለት እዩ ፕሪፔር ትገብር ኣላ ሪሰት ንክትከውን ስለዚ እዚ ክሳብ ሚቲ ክትፈቅደ ኤንደን ሪሰት ክትከውን እያ ማለት እዩ እንደገና ሪስታርት ክትከውን እያ ኣውቶማቲካሊ ኤንደን ሪሰት ትኸውን እዚ ከዓ ግዜ ይወስድ እዩ ማለት እዩ ቁሩብ ግዜ ክንፅበ ኢና ናይ ሰዓታት ግዜ ክወስድ ይኽእል እዩ ሓንሳብ ሓንሳብ ከም ክስታዩ ማለት እዩ ስለዚ ኣብዚ እንታይ ክብለኩም ደልየ እታ ኮምፒውተር ከምቲ ኣቐዲሞ ዝበልኩኹም ልክዕ ካብ ካብቲ ስቶር ክትገዛ ከለኻ ወይ ከቲ መጀመርያ ሓዳሽ ክትመፅእ ከላ ዝነበረቶ ከምኡ እያ ትኸውን ማለት እዩ ስለዚ ልክዕ ከምቲ ቅድም ዝኸፈትናይ ሕጂ እውን ከምኡ ኢኻ ትኸፍታ ማለት እዩ ስለዚ ዝበዝሕ ግዜ ኣብዚ ስቶር ከይድና ክንገዝእ ከለና እንታይ ይብልካ እዮም በዓልና ሬዲ ጌርና ክንህበካ 900 ኤክስትራ ክፈል ገለ ትበሃል ኢኻ ማለት እዩ ስለዚ ባዕልና ክንከፍታ ንክእል ኢና ማለት ስለዚ እቲ ዝምላእ ይኩን or to steps ማለት እዩ ኣብዛ ቀጺላ ትወርድ ቪድዮ ተከታተሉ ማለት እዩ ኣብኣ ከነውርዶ ኢና እንታይ ክንገብር ኣለና እዚኣ recent ምስ ኮነት ወይ ድማ ሓዳሽ ኮምፒተር ምስ ገዛእና ማለት እዩ ኩሉ እቲ ክንገብሮ ዘለና ሓደ ብሓደ እተርኢ ቪድዮ ክንዝርግሕ ኢና ቀጺልና ማለት እዩ ክንዝርግሕ ኢና ስለዚ ኣብኣ ተከታተሉ ክሳብ ሽዑ ሰሰናዩ ንዓኹም